ቱቦ ናይ ጓሓፍ መሕለፊ ቀዲምካ መሰረት ምህዳሙ ዶ ኣይኮነን እዩ ዝቕበር? ገዛ ተሰሪሑ ተሃዲሙ ምስ ወደኣ ቱቦ ክቕበረሉ ይኽእል እዩ። ፅቡቕ ሕቶ እዩ ብጣዕሚ ደስ ዝብል ንመብዛሕትኹም ብፍላይ ድማ ስደት ዘለኹም ኣሕዋተይ ተጠቅም ሕቶ እያ። ብጣዕሚ ቆንጆ ሕቶ እያ። ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ ክብራት ኣሕዋተይ እንኳዕ ድማ ናብ ቻናለይ ብሰላም መጻኹም ናይ ሎማዓንቲ ቪድዮ ዝኸውን ከዓ ከምዛ ትርእይዋ ኣለኹም ብናይ ሕቶታትኩም መሰረት እያ ክትከውን ብጣዕሚ ወሳኒት ሕቶ እያ እና ክሓልፋ ይኸኣልኩን ክምልሰልኩም እየ እና ቱቦ ማለት ናይ ጎሓፍ ማለት ሓዚ ንኣብነት ኣብ ክሽነ ክህሉ ይኽእል ኣብ ሽንቲ ቤት ክ- እ፣ ኣብ ሽንቲ ቤት ኣብ ክሽነ ኢና ንጥቀም መብዛሕትኡ እ፣ ናይ ማይ መ- ናይ ማይ ፅሩይ ኮነ ናይ ርስሓት መ- መተሓላለፊ ትሕቲ መሬት ዝቕበር ኣሎ ኣብ መንደቕ ዝቕበር ኣለና እዚ ናይ መንደቕ ዝቕበር እም፣ መጀመርያ መንደቕ ተነዲቑ ሓደ ግዜ ምስ ተገረፈ ኢኻ ብቲ ንስኻትኩም ትደልይዎ ኣቕጣጫ ትፍሕርዎ እዚ ናይ ቱቦ መተሓላለፊ ጸሊም ጓማ ኣብ ትሕቲ መሬት ዝቐበር ግን መዓዝ ድዩ ዝውዕል ንትብሉ ኣሕዋተይ እታ ቪድዮ እስካዕ መጨረሻ ስምዕዋና ላይክ ሸር ሰብስክራይብ ምግባር ደሞ ኣይትረሱ ብጣዕሚ እያ ተጠቕመኩም ብጣዕሚ ብዙሕ ወጪ ዘልዮ ብዙሕ ገንዘብ ዘልዮ ንሕና ከም ብዙሕ ገንዘብ ንሕና ሓዝ መብዛሕትና ሰረት ክንደይ ይውደልና መህደሚ ወይ ከዓ ናይ ቆርቆሮ ገለ ክንደይ ይውድልና ኢና ኣብ ርእስና ነፅንዖ እዚ ናይ ውሽጣ ውሽጢ ስራሕቲ ግን ኣይንድምረን ኣይመፀልናን ግን ድማ ብጣዕሚ ብዙሕ ገንዘብ ዝወስድ ዝጎደካ እዩ እና ልብ ኢልኩም ኣዳምፅዎ እና ክብራት ኣሕዋተይ እዚ ትሕቲ መሬት ደኣ ሓዚ ድዩ ዝቕበር ምስ ተሰርሐ ንትብሉኒ እዚ ትሪእዎ ኣለኹም እዩ ብርግፅ ሪኢኹም ጎትቦ እኒሀ ኣብዚ ቅድሚ ሕዚ ሰረት ክስረት ከሎ ገና ሰረት ክስረት ከሎ ፕላን ኣለዎ ብቲ ፕላን መሰረት እታ ክሽነ ኣበይ ትውዕል፣ እታ ሽንቲ ቤት ኣበይ ትውዕል ፕላን ኣለዎ እዩ። እቲ ኮንትራክተር ድማ ብታ ፕላና መሰረት እዩ ክሰርሓ ዘለዎ። ስለዚ እቲ ተው ዝኒሄ ጎማ ብምሉእ እቲ ፍሒሮ እዮ ዝኒኹ ኣብ ውሽጢ ዝተቐበረ ጎማ ነይሩ እና እንታይ ገይሮም መሰሓሒቶሞ ኣብ ሽንት ቤት ንበይኑ ኣብ ክሽነ ንበይኑ ሕዚ ኣብ ክሽነ ንኣብነት ዘይትቐሪ ዚንክ መሕፀቢ ኣቑሑት ኣለዎ ዶ ዚንክ ኩላኻትኩም ትፈልጡ ኢኹም። ካብኡ ከዓኒ ላውንደር ድማ ሓደ ሓደ ሰብ ይቐምጥ እዩ፣ ሓደ ሓደ ሰብ ድማ ይኣምጥ መብዛሕትኡ ኣብ በረንዳ እዩ ዝኣምጥ እና እዚ ናይ ኢድ መሕፀቢ ኮነ ናይ ሽንቲ ቤት ኮነ ናይ ኩላ ሙሉሲ ልዕሊ ሓሙሽተ ጓማ በይ ቀቢሮሞ ኣብ ክሽነ ሽንቲ ቤት ናይ መደቀሲ ብምንታይ ንጠቐመሉ ኣይኸውንን ዋላ እቲ ናይ ሽንቲ ቤት ባዕሉሲ ዘይቦትኡ እዩ ተቐሚጡና ስለዚ ክትፍሕሮ ትግደድ ማለት እዩ ክትፍሕሮ ትግደድ እና ኣብቲ ሰዓት ንሱ ብዙሕ ወጪ ክበውፂኹም እሞ ከዓኒ እንድዒ ብቻ ብኸመይ ገለ ክረደእኩም ኣይክኣልን ግን ያው ንታሕተኹም ንምምላስ ዝኣክል ግን መጀመርያ ሰረት ክስረት ከሎ እዩ ኣብ ክሽንን ሽንት ቤትን ዘሎ ቦታታት ቱቦ መመሓላለፊ መስሓት ዝቕበል ኣብ ሰረት እዩ ሽዑ ይቕበር እሞ ደሓረይ ፍኒሺንግ ክግበር ከሎ ዝከፋፈል መደቀሲ ሳሎን፣ ክሽነ፣ ሳሎን፣ ሽንት ገለ ተባሂሉ ዝከፋፈል መዓዝ እዩ? ኣብ መጨረሻ እዩ፣ ምስ ተሃደመ እዩ ዝከፋፈል እና ሽዑ ድማ ሓደ ሓደ ገዛ ፕላን ይሰሓት ወይ ሳሎን ይፀብብ ለፊት ወይ ተፅወ ገለ ሽዑ ፕላን ክሰሓት ከሎ እቲ ጎማ ዝተኣበረ ግድን ክፈሓር እዩ ኣብ ዘለዎ ተኮይኑ ደግሞ በለፀ ማለት እዩና ደቂ ዓበይቲ ወይ ኣነ ሕዚ ፍሒረይ ኣርእየኩም እየ ኣብቲ መጀመርያ ክፍሕሮ ከለኹ ኣብ ናይ መጀመርያ ቪድዮ ርእየኩም ነይረ ተቓቢርዎ ነይረ ክሽነ እዩ ነይሩ ኩላ ምሉ እንታይ ደኣ ዘይጎትኡ ስለ ዝኾነ ከውፅኦ ተገዲደ ማለት እዩ ደቂ ዓበይቲ ወይ መዓረይ እና ሕፅር ብዘለ ግን ኣብ ሰረት እዩ ዝኸውን ግን ናብኣ ክትፀውርዎ ከለኹም ሓደራ ሓደራ ክብለኩም ዝፈቱ ንዓየይ ብዙሕ ዋጋ እዩ ኣኽፊሉኒ ኣነ ኣብዚ ክሰርሐሉ ክንቀሳቐሰሉ ኢለ ዘምፃእኽዎ ገንዘበይ ገዛ መፀገኒ እየ ገይረዮ ካብኡ ገዛ ከዓ ተኣትዎ ተኮይንኩም ምስ ፍርቃ ፍርቁ ጀማሚርኩም ክተእትዎ ወይ ከዓ ሽንቲ ዘይወዳእኹም ወይ ከዓ ኔት ዘልዩ ፕላናት ከእተኹም ተኣቲኹም እሞ ብጣዕሚ ዘጽለእካና እተን ክንቀሳቀሰለን ስራሕ ከውፀሉ ዝሓሰብክዎ ገንዘብ ከይሓሰብክዎ ናብዚ ገይረዮ እና ብጣዕሚ ተናሲሐ በቃ ብምምፃኢ ማለት ኣነ ተዘይ መፅ ነይረ ስእልኩም ወድእዎ ተዝብሎም ነይረ ዕድመ ልክዐይ ክናሳሕ ነይረ ዘይኮነ ስራሕ ተሰሪሑ ብምምፀኢ እናሳሕን ግን ገንዘብ ግን ያው ትውድእ ካለኹም ኢድኩም ክትሕዙ ካለኹም ካልኣይ ስደት ይኾነኩም ኣሎ እምበር ብምምፀኢ ቀዳማይ ነገር ሕጉስቲ እያ እንታይ ደኣ ሕጉስቲ ዘብለኒ ግን እስካዕ መጨረሻ ተዝስራሕ ነይሩ ናይ ኪሳራ ኪሳራ ነይሩ ምፍራሰይ መቐረን ግን ገና ከሎ ሰራሚክ ከይተግበሩ ንሓንቲ ሰራሚክ ብጣዕሚ እያ ክባር ሰራሚክ ንክተነፅፍ ሕፃና ስሚንቶ ዝውደኩም ሰራሕተኛ ዝውደኩም ንሱ ፈንቂልካ ምስራሕ ደሞ ከዕብደኒ ነይሩ እና ብቻ ግን ያው ሰዓት ስለ ዝበፃሕክዎ ሕጉስቲ እየ ግን ድማ ልዕሊ ዓቕመይ ስለ ዝኾነ ወፃኢታቱ ካብቲ ዝሓሰብክዎ ብላዕሊ ስለ ዝኾነ ኢደይ ሓፅረካ ካልኣይ ስደት ትሓስብ ደቂ ዓቢት ወይና ኣብ ሰረት ክስረት ማሸት ሃግበር ከሎ ቦትኡ ድየ ቦትኡ ንዝብል ዘስተውዕል ሰብ ዋላ ዝኸፈል ከፊልኩም ምሁር ዝኾነ ሰብ ተገዳስነት ምሁር ብቻ ዘይኮነ ማ ተገዳስነት ዘለዎ ሰብ ሓደ ሓደ ሰብ ብጣዕሚ ሸለልተናዮም ሸለልትነት ኣለዎም ፍልጠት ዘይብሎም ወይ ከዓ ንዘይፈልጡ ኮይኖም ዘይኮነማ ሸለልትነት ዝበሃል እኒ ብጣዕሚ እዮም ሸለል ዝብሉና ጥዒሰ ርኢኹም ኣቕርዎ ክብለኩም ይፈቱ ኣነ ሕዚ ተውኒ ብምሉእ ፍሒረዮ ዝኔኹ ተዝነበረ ቱቦ ንምውፃእ እዩ በር ሓድሽ ቱቦ ንምእታው እኮ ንእሽቶ እየ ክፍሕር ነይረ ግን ተዘሎ በየቦትኡ ተዘሪኡ ዝነበረ ናይ ቅድሚ ሕዚ ቱቦ ንዑ ንክፍሕር ባዕዱስ ክንደይ እምኒ ከም ዘውፃእኹ መረባ ምሉእ እምኒ ኢና ኣውፂና በእውነት ሓደ ገዛ የስራሕ ካብኡ ንሱ ንክትፍንቅሉ ሰራሕተኛ እኒሆ ድጋሜ ደግሞ ሕፃን ስሚንቶን ጌርኩም ትመልእዎ ንዑ ክመልእ ሰራሕተኛ እኒሆ ሜሲ ከዓ ካልኣይ ቱቡ ክገዝእ ዋይ ብቻ እንድዐ ክንደይ ኢሎሞ እየ ክድምረልኩም ብዒስራ ሽሕ ዝግመት ኣቑሑት ናብ ስሳ ሽሕ ኣካባቢ እዩ ውፅኤ ምስ ናይ ሰራሕተኛ ማለት እዩ እና ደቂ ዓበይቲ ወይ ሕጽር ብዝበለ ያው ኣብ ሰረት እዩ ዝቕበር። እንግዲህ ትንሕት ኣላሽ ከዓ ንክተስተኻኽሎ ግዴታ እዩ ክተፍርሰና። ዝሮ ዝሮ ክብራት ኣሕዋተይ ያው ተጠንቀቑ። ገዛ ተስርሑ ከለኹም ዋጋ እዩ ዘኽፍለካ ገንዘብካ፣ ዕድሜኻ በቃ ኩሉ ነገርካ ኢኻ ኣብኡ ተሕልፎ ብቻ ብጣዕሚ እዩ ከቢድ እና ምስራሕክን ዘይቃረይክን ዝፈልጥ ሰብ ጌርክን ኣስራሓ እምበር ትሰራሓይ ሰብ ለይትን ቀትርን ቁር እናተቐዘፈኡ ኣነ ሕዚ ሰሙን ኣኔስ ታይም ይኽለኩም ሓምሊ እየ መስለ ኣጠውለግለግ ኢለ ኢደይ እኸልብ ውነ ይወልዐን ኣስሓት እያ ሒዝኒ ክቑረፅ ኢለ ኢደይ ማይ ከስትን እወል ምሸትን በዛ ላይ ደግሞ ጭንቅ እኒሆ ምናምን ብቻ ብጣዕሚ እዩ ከቢድ እና ሓደ ዘስርሐልኩም ሰብ ብጣዕሚ ተንከባኸብዎ ብጣዕሚ እዩ ከቢድ ገዛ ምስራሕ ብጣዕሚ ባይ ዘ ዌይ ኢትዮጵያ ስራሕ ምስራሕ ከም ሰራሕተኛታት ባዕልስ ንጉሆ እዚ ቁርዚ ክሰርሑ ሕፃ ክሽከሙ ስሚንቶ ክሽከሙ ውይ ናይ ሓበሻ ስራሕ ኣይበላዕ እዩ እውነት ናብ ስደት ዘለኽን ጠንኪርክን ስርሓ ደቂ ዓበይቲ ወይ ማዕረይ ምንም እኳ ዓድኻ ጥዕም ተኾነ ንስራሕ ተኾይኑ ግን ኣብቲ ዘለኹም ዓዲ ጥዑም ኣብዚ በቃ ጉልበት ብቻ ጉልበትካ ምፍሳስ ብቻ እዩና የሕዝኑኻ እቶም ዝሰርሑ ባዕሉ በዚ ቁሪ እዚ እና ደቂ ዓበይቲ ወይ ማዕረይ ዝረዝሮ ንዓይ እውን ላይክ ሸር ሰብስክራይብ እናግበርኩም ኣበረታትዑኒ ደስ ዘለኩም ሕቶ እንተልዩ ደሞ ሕተቱ ችግር የብሉ ሓንቲ ብሓንቲ እናቐረፅኩ ከርእየኩም የፍቲ ቦታ ኮይና እና ብዘለኹም ጎሰላምኩም ይብዝሐለይ ደቂ ዓበይቲ ወይ ማዕረይ ኣነ ብጣዕሚ እየ ተጎዲየ ዋላ ኣብዚ ስረይዎ ዋላ ኣብቲ ለሲና እዩ ኢሎም ዝገደፍዎ ሰራሕተኛታት እንደገና እቲ ዝተበላሸወ እናፈሓርኩ እየ ብካሊእ ሰራሕተኛ ዘስርሖ ኣለኹ። ብቻ ግን ፈጣሪ እግዚኣብሔር ኣምላኽ እንታይ ይስኣኖ ባዕሉ በረከት የውርደልና። እግዚኣብሔር ይመስገን ንኩሉ ክኢለ ይኸደ ኣለኹ እምበር ብጣዕሚ የበላሸዮምልና ኣብ ሰረትና ፍድም እዩ ቆንጆ እምበር ኣብዚ ምልሳና ኣብዚ ናይ ፊኒሽንግ ስራሕቲ ኣበላሽዮምለ እዮም ንብለኩም። ብቻ ግን ብፀጋ ተቐቢለዮ ኩሉ ንምስትኽኻል ይምኩር ኣለኹ። ምስ ተወድአ ድማ ተቐላሊሙ ምናምን ኣብ ፊኒሽንግ ድማ ቆንጆ ገይረ ከርእየኩም እየ። እስካብ ሽዑ ግን ንዓይ ኣረግደፉ ላይክ፣ ሸር፣ ሰብስክራይብ ግበር ጋይስ ኣረግደፉ። ዓዲ ምስ መፃኹ ቪወይ ብጣዕሚ ቀኒሱኒ እና በይዛኹም ሼር ላይክ ግበርለይ ቪድዮ እስካዕ መጨረሻ ረኢለይ እና ብጣዕሚ ዝፈተኩም ዘኽብረኩምን ሰሰናዩ ባይ ባይ